ሰላም ሰላም ናይ ፍሪደም ቻናል ተኸታተልቲ ከመይ ኣለኹም? ሰላም ዲኹም? ኣብ ዘለኹሞ ሰላም ጥዕና ራህዋ ምስ ኩላትኩም ይኹን እናበልኩ ከመይ ቀኒኹም? ደሓን ዲኹም? ኣብ ዘለኹሞ ኩላትኩም ሰላም ክትኮኑለይ ኩሉ ግዜ ትምኒተይን ጸሎተይን ይናበልኩ ልማዓንቲ እንታይ ኮይና ፍሪደም ቻናል መንጨርጨር ኢላ መፅያኒያ ከይትብሉ ሕዚ ተሓፂበ እየ ፀጉረይ ተሓፂቡ ይደርቕ ኣሎ ምስማዩ እዩ ዘሎ ምስማዩ ማለት እዩ ተኮይና ከምዚ ኢላ መፅያ ከይትብሉ ክደርቀኒ እየ ብጣዕሚ ሙቕት ስለ ዘሎ እንትን እዚ እንታይ በሃል ክገብረሉ እዩ ዘለኹ እዚ ምስ ሸዋር ክገብረሉ እዩ ዘለኹ ምክንያቱ ሙቐት እዩ ዘሎ ስለዚ ማይ እዩ ዘሎ ማለት እዩ ኢድ ይድረቕ ኣለይ ከምዚ ኢለ መፅየ ከም ዘለኹ እንታይ እያ ወንጨርጨር ኢላ ዘላ ከይትብሉ ማለት እዩ ክደርቀለይ ኢለ እየ ብኡ ገይረ ግን ፀጉረይ ኢለ ድረቅኩስ ሓደ ነገር ዘይናገር ኢለ እየ መፅየ ማለት እዩ ሓንቲ ሓፍትና ዝኾነ ነገር ተናጊራትኒ ማለት እዩ ብጣዕሚ እዩ ልብኻ ዝነክእ ማለት እዩ ግን ከዓ ንዓይ ልቢ ዋላ ተነክአ ለሕዋተይ ግን ትምህርቲ ክኾነን ይኽእል እዩ ስለዚ ትምህርቲ ስለ ክኾን ዝኽእል ኣመሓላሊፍለይ ኢላትኒ ማለት እዩ። እንታይ እያ ኢላትኒ እዛ ቆልዓ ንሳ ኣብዚ ስዑዲ ዓረብ እያ ዘላ ማለት እዩ። ኣብ ስዑዲ ዓረብ ሸሞንተ ዓመት ገይራ ኣላ እዛ ቆልዓ ማለት እዩ። ኣፍቃሪኣ ከዓ ኣብ ዓዲ ኣሎ ማለት እዩ። ምስ ኣፍቃሪ ብፌስቡክ እዮም ኣጋጣሚ ተፋሊጦም ካብኡ ግን እንታይ ገጢምዋ እታ ቆልዓ ገንዘባ ምብላዕኺ ገንዘበይ ምብላዕኺ ቀሪእ ዝተበላዕኽዎ ገንዘበይ ከይኣኽለኒ ውርዴትን ገለን ከዓ ኣብ ልዕለይ የብፅሐሊ ኣሎ ምክንያቱ እቲ ገንዘብካ በሊዑ ከይርሕቕ ከክድሕረና ዘረ በቃ ብዝኾነን ዘይኮነን ናዋረደኒ ይውዕል ኣሎ ገለገለ ኢላ ብዙሕ ነገር እያ ተናጊራትኒ ማለት እዩ እና እንታይ ገጢምዋ ዝሓፍትና እንታይ ገጢምዋ መጀመርያ ኣብዚ ናሃለየት ብፌስቡክ ተፋሊጣቶ ይብለኩም ኣለኹ። ብፌስቡክ ምስ ተፋለጠቶ ዝተወሰነ ኣዋርሕ ምስ ፀንሑ ሸሞንተ ወርሒ ከባቢ ምስ ፀንሑ ብዓዲ ወዲእላ ማለት እዩ። ብዓዲ ምስ ወደእላ ልዛ ቆልዓ በቃ ተኣማሚና ገለመለ ሓደ ሓደ ነገራት ስደድለ ይብላ ገንዘብ ትሰደሉ ምናምን ነራ ማለት እዩ። ሕዚ ንሱ ስራሕ ካም ዘለዎ ደንበ ካም ዝሰርሕ ገለ መቐለይ ዝቕመጥ ኢላቶ ብደንቢ ስራሕ ከም ዘለዎን ገለን እዩ ዘዋግዐኒ ነይሩ ኢላ። ካብኡ ግን ድሓር ኣብ ዝተወሰነ ዓመታት በቃ ገንዘብ ስደድለይ ገለ ሓግዝኒ ከምዚ ክሰርሕ ደልየ ኣለኹ ከምዚ ወሲኸ ክሰርሕ ደልየ ኣለኹ ስለዚ ሓግዝኒ ምናምን ምባል ኣምፅኡ ማለት እዩ። ንሕዚ ንሳ ከዓ ተኣማሚነ ብወለደይ ተኣማሚነ ስለ ዝኾንኩ ይሰደሉ ገንዘብ ኢላትኒ ይሰርሕሎ ስለ ዝብል ኢላትኒ ገንዘብ ክትሰደሉ ተለኹ ግን በቃ ይሰርሕሎ እየ ልብል ነይረ ግን ኢላትኒ ሓደ ሓደ ነገራት ሕማቅ ቃላት ይዛረበኒ ብጣዕሚ ለጎ ነገር ይዛረበኒ ገለ እንታይ ኮይኑ ገለ ኢለ ሕጂ እንታይ ኢላትኒ ዝሓፍትና ማለት እዩ ክብራት ተኸታተልተይ ፀርፊ ይፀርፈኒ በቃ እናደወለ ኣብ ሰዓቱ ደቂሰ ናሃለኹ ብዙሕ ነገራት ይጸርፈኒ ብጣዕሚ ይጸርፈኒ ገለ መለታት ኢላ ሕጂ እንታይ ይኹን በቃ ገለ ኢለ ምጽራይ ክጅምር ጀሚረ ኢላትኒ ምጽራይ ክጅምር ከለኹ ግን ብዙሕ ነገራት እየ ዝሰምዐሉ ስራሕ ከም ዘይሰርሕ ብዝሰደድኩሉ ገንዘብ ናብ ጓላት ከም ዝኸይድ እናጨፈረ ከም ዝሓድር ብዙሕ ነገራት ከም ዝገብር ካብ ሰብ ሰሚዐ ካብ ሰብ ከዓ ስለ ዘይኣመንኩ ምክንያቱ ሰብ ስከበኣሰና ይኹን ምክንያቱ ብጣዕሚ እየ ልፈትዮ ብጣዕሚ እየ ለፍቅሮ ኢላትኒ ካብኡ ግን ሓወይ ተኸታተሎ እሞ ኣላ ሓወይ ኣምጽኤ ኢላትኒ እቱ ሓወይ ልነገረኒ ከኣ ብጣዕሚ ከቢድ ክኾነኒ ከም ዘይክእል ልጋገ ከም ዘለኹ ምዃነይ ነጊሩኒ እዩ እቲ ሓወይ መማኸርተይ ከም መሓዛይ ኩሉ ነገር ልኣምኖ ሓወይ እዩ ኢላ ኩሉ ነገር ብዕሩኽቱ ዋላ ብዙሕ ነገር መስረጃታት ረኺበ ብጣዕሚ ሞያ ከም ዘይብሉ ኣብ ሱሳት ከም ዝውዕል ብቱ ዝሃብክዎ ገንዘብ ቁምነገር ካም ዘይብሉ ማለት እዩ ካብ ንፋለጥ ግን ከባቢ ኣርባዕተ ዓመት ሓሙሽተ ዓመት ኣርባዕተ ዓመት ሓሙሽተ ዓመት ጌርና ንኸውን ኢላ ከባቢ ማለት እዩ እቲ ዓመታት ገለ እኳ ስኢና ብምሕዝነት ምናምን ሕሊፍናዮ ነርና ግን በቃ ሕጂ እኽለማይ ኩሉ ነገር ካብ ዝውዳእ ግን ከባቢ ኣርባዕተ ዓመትስ ጌርና ኢና ገሊላ ማለት እዩ ሕዚ ንስድራይ ግን እንታይ ኢለ ከም ዘረድኦም ንባዕሉ ጨኒቑኒ ብጣዕሚ ጨኒቑኒ ዘለዎ ምክንያቱ ንስድራይ ብፅቡቕ ጠባይ ከም ዘለዎ ፅቡቅ ካም ዝጠቅመኒ ፅቡቅ ካም ኾነ ኩሉ ነገር እየ ኣእሚነዮም ምክንያቱ ንባዕለይ ተዓሽየ ንስድራይ ኣዕሽየ እና ከዚ ግን በቃ ናይ ስድራይስ እንታይ ከም ዝብሎም ጨኒቁኒ ገሊላ ብጣዕሚ ታቆልዓ ናይ ስድራይ ከዓ ዘይኮነ እቲ ግዜ ንዓየይ ኣጥፊኡለይ ኣነስ ግዜ እየ የጥፊኡለይ ምክንያቱ ኣነ ኣሚነዮ ክኾነኒ እየ ኢለ ኣነ ገንዘበይ ናላኣክኩሲ እዚ እኳ ከይከውን እያ ኢላ ብዙሕ ነገር የዋርደኒ ይፀርፈኒ እናደወለልይ ሰዓቱ ይፀርፈኒ ገለ ኢላ ማለት እዩ እና እንታይ ክብለኩም ደለ ኣሕዋተይ መጀመርያ ኣነ ክናገረኩም ዝኽእል ብፍላይ ብፍላይ ኣብ ዓዲ ዘለኹም መናእሰይ ፍቕረኛታትኩም ኣብ ዓዲ ዓረብ ዘለዋ ማለት እዩ ንዝኣኻትኩም እየ ክናገረኩም ሕጂ ማለት እዩ ምክንያቱ እዛ ዓዲ ዓረብ ዘላ ጓል እዚኣ ፈቃር ናይ ልባ ዝኾነላ ሓዳር እያ ትደሊ ክነግረኩም ማለት እዩ ገንዘብ ከመይ ጌርካ ገንዘብ ከም ዝመጽእ ከመይ ጌርካ ብዝባን ኢድካ ብኢድካ ሓዲካ ብዝባን ኢድካ ሰሪሕካ ከመይ ገይሩ ገንዘብ ከም ዝመጽእ ብደንብ ገይራ ትፈልጥ እያ ዓዲ ዓረብ ዘላ ጓል ማለት እዩ። ስለዚ ኣብቲ ዓዲ ዘለኹም መናእሰይ ባዕልኹም ዕድላትኩም ባዕልኹም ኣይትስበሩ፣ ባዕልኹም ኣይተጥፍኡ ዕድላትኩም። ጽቡቕ ዕድል እናሃለየኩም ዕድልኩም ባዕልኹም ኣይታባላሽው ኣሕዋተይ ማለት እዩ። ምክንያቱ ኣብዚ ልዕሊ ዓዲ ዓረብ ክንደይ ጭቕጭቕን ክንደይ ሽግርን ተሸኪማ ትኸይድ ጓል እያ ዘላ። ተመሊስኩም ንስኻትኩም ላሰኸርኩምን ላጨፈርኩምን ናደወልኩም እንድሕር ድኣ ትጸርፍዎንን ተዋርድዎንን ኮይንኩም ማለት እዩ ተጻዋርነት ክህልው ኣይክእልን እዩ። ምክንያቱ ኣብዚ ዝጭቕጭቓ ሰብ ብዙሕ እዩ። ብዙ ምክንያቱ ስድራ ሙሉእ እዮም ድጭቕጭቑ። ዓዲ ለለኹም ኣሕዋተይ ማለት እዮም ዓዲ ለለኹም መንኣሰይ ማለት እዩ ግደፉ ኣብ ዓዲ ዓረብ ዘለዋ ኣፍቀርትኹም ዋላ ኣሕዋትለ ከምኡ ትገብሩ ኣለኹም ኢኹም ኣሕዋት ዋላ ለሃባኹም ቁም ነገር ካብ ተቐቢልኩም ብቲ ዘለኩም ጸጋ ብቲ ለሃባኹም ጌርኩም ካብ ካሊእ ካሊእ ሰሪሕኩም ማዕቢልኩም ትጸንሑ በቲ ዝሃበኩም ብቲ ዝሃባኹም ጌርኩም ላጣፋእኹም ዝኾነን ዘይኮነን ላሕረርኩምዎን ትብሉን ኔርኩም ኢኹም ማለት እዩ ኣፍቀርቲ ኣይኮነን ዋላ ኣሕዋት ማለት እዩ ናይ ኣሕዋትኩም ሽግር ዘይትርድኡ እታ ኮንኪ ከምዚ ዘይትገብርለይ እታ ኮንኪ ከምዚ ዘይትገብርለይ ኮንካ ከምዚ ዘይትገብርለይ ገለ ትብሉ ማለት እዩ ስለዚ ኣብዚ ዓዲ ዓረብ እዚ ብዙሕ ሽግር እዩ ዘሎ ብዙሕ ፅገም እዩ ዘሎ እታ ቆልዓ ኣፍቂራትካ ወይ ሓወይ ሓፍተይ ኢላ እያ ትበካ ዘላ እምበር ገንዘብ ኣኸቢድዋ ኣይኮነን ኣነ መጀመርያ ገንዘብ ክትህባ ኣይብልን ድ ኣይድግፍን ድ ደቂ ኣንስትዮ ኣሕዋተይ ምክንያቱ ኣብ ከምዚ ከዓ ኣስፍሕ ኣቢለ ክዛረበሉ እየ ብፍላይ ዓዲ ዓረብ ዘለኽን ብዙሕ ገንዘብ ክንትዝርዝራ ማለት እዩ ግደፍኦሞ ኣፍቀርቲ ክን ኣሕዋት ክን ኣይኮኑን ኣይትፈልጦም ኣይትጠይቆም ሰሪሖም ክወልዑ ዝክእሉ ሞናእሰይ ከማን ስጦታ ዶ ገለ ዶ ዳበልክን ሶፋየለ ገሌለ ትገዝኣለክን ኢክን ደቂ ኣንስትዮ ማለት እዩ ክምለሰሉ እየ ጸገም የብሉይ ክዛረበሉ እየ ግን ማለት እዩ ብገርህነተን ኣሕዋትና ዝጉዳኣ ኣለዋ ማለት እዩ ስለዚ ዝሓፍትና ከዓ ብግርህነታ እያ ተጎዲኣ እምበር ፎትያ ኮንትን ብዓዲ ወዲእላ እዩ ተኣማሚናትሉ ስለዝኾነት ብዓዲ ስለዝወደለይ ስለዝተኣማመነትሉ በቃ እንትን ጌራ ማለት እዩና ርእዮ ከምዚ ከዓ ገይርዋ ማለት እዩ። ምክንያቱ ምንም ነገር ስራሕ ዘይብሉ ኣብ ቴፍቲላ እናጨፈረ እንዳሰተየን ዝሓድር ስራሕ ከም ዘለዎ ፅቡቅ ስራሕ ከም ዝቀሰቀስ ገለ እዩ ልነግራ ነይሩ ማለት እዩ። እዛ ቆልዓ እዚኣ እንታይ እያ ገይራ ሕዚ ናብኣ ክምለስ ኣብ መጨረሽኡ ኩሉ ነገር ምስ ኣፃረየ እንታይ እያ ገይራ በል ኣነሲ ዓዲ ይመጽእ ኣለኹ ዓዲ ክመጽእ እየ እስኻ እንቅስቃሳትካ ስራሕካ ከስ ካመይ ኣሎ ገለ እየ ኢለዮ ኢላ ብድሕሪኡ ቅውጥ ኣቢልዋ እዩ ናበይ ክትመጺ ክትመጺ የብልክ እንዳ ኣብዚ ዓዲ ኣብዚ ዓዲ ኩሉ ኑሮ ከቢድ እዩ ኣብዚ ዓዲ እንታይ ክትገብሪ ክትመጺ ስርሒ ክትሰርሐለኪ ኣነለ ክሰርሕ ኣለኒ ንስክለ ትሰርሕኒ እኪ ሕዚ ከይትመጺ ኢሉኒ ኢላ ምኽንያቱ ትኽክለኛ ምዃኑ ካብ ባዕሉ ኣንደበቱ ከምዙይ ምባሉ ኣራጋጊፀ ስለዚ ኣሕዋተይ ንዓና ዓዲ ዓረብ ዘለና ብፍላይ ዓዲ ዓረብ ዘለና ገንዘብና እምበር ፍቅርና ኣይደልዩን እዮም ኢላ ብጣዕሚ እያ በኽያ ገለ ትበኪ ኢላ በኸይት እያ ነጊራ ንታ ቆልዓ ብጣዕሚ እያ ካብ ደይ በሊዓትኒ ማለት እዩ ምኽንያቱ ብግርህነታ እያ እዛ ቆልዓ እዚኣ ምኽንያቱ ብዓዲ ወዲ ኢለ እዩ ለሓዳር ልቑም ነገር ይደልየኒ እዩ ትኽክለኛ እዩ ኢላ ብኣፉ ብትመጀመርያ ለማፅ መልሓሶም ዝተናገርዋ እያ ኣሚና ብቲ ለማጽ ሞልሓሱ ዝተናገረ ኣሚና እያ ክሳብ ገንዘባ ከምዚ ኮይና ማለት እዩ ስለዚ ኣነ ብዙሕ ገንዘብ እየ ሰድሉ ነይረ ምክንያቱ ስራሐይ ከምዚ ኮይኑ ምስ ስራሕ ቀዝቂዙ ምስ ስለየለ ምቅስቃስ ብቲ ጦርነት ገለ ናብረ ተጓሳቂሉ ከምዚ ኮይኑ ስለ ልብለኒ ነበረ ሓቅላ መሰለኒ ይሕግዞ ነይረ እየ ኢላ ግን በቃ ንሱ ከይኣክል እቲ ገንዘብ እኳ ከይኣክል ሕዚ ግን እንታይ ኢለ ኢላ በቃ ኣየድልየንን እዩ ሐዚ በቃ ኣይተድልየኒ ድሕር ከምዙይ ኮይኑ በቃ ኣይተድልየንን ኢኻ ናይ ባዕልኻ በለ ሂወትካ ምራሕ ናይ ባዕለይ ሂወት ክመርሕ ኢለ እዙይ ከይኣክልኳ እሺ ኢሎ ክንድለ እና ክቡራት ተኸታተልተይ ማለት እዩ ነዚ ሓፍትና እንታይ እዩ ገይርዋ ከይትመፂ ክትመፂ የብልኻን ገሊልዋ ካብኡ ትኽክለኛ ከም ዘይኮነ እቲ ኩሉ ነገር ልገብሮ ገንዘበይ እምበይ ፍቕረይ ከም ዘይደሊ ምስ ፈለጥኩ እንታይ ኢሎ ኢላ በቃ በል እስኻ ሂወትካ ምራሕ። የቐኔለይ ኣነ ኸኣ ሂወተይ ክመርሕ እየ በቃ ግደፈኒ ኢሎ'ዩ ኢላ። ኻብኡ ግን ሽሞይን ለይሽሞይን ላገበረ ብዕሩኽቱ ላገበረ ላደወለ ብኻሊእ ስልክታት ናቐየረ ኣንቲ ጋሕባ ኣንቲ ሻርሙጣ በቃ ብቤተሰበይ የለ ብገለ የለ እዩ በቃ ጽርፍ እዩ ዘብለኒ ዋርድ እዩ ዘብለኒ ኢላ። ምኽንያቱ ሪከርዳት ዋላ ይገብሮ እየ ኣብ ዓዲ ከይደ ለብሕጊ ክጥይቖ እየ ደሓን ንሱ ኢላ። ብጣዕሚ እዩ ዝጸርፈኒ ብጣዕሚ እዩ ዘዋርደኒ ኢላ ንስኺ ሃፍታም ስለ ዝረኸብኪ ሃፍታም ስለ ዝረኸብከቡ ኢኺ ኣብኡ ዓርኪ ስለ ዝሓዝኪ ኢኺ ንዓይ ከምዚ ኢልክኒ ኣንቲ ሻርሙጣ እናበለ ብጣዕሚ እዩ ዝጸርፈኒ ኢላ ሪኢኹም ስለዚ ኣሕዋተይ ማለት እዩ ኣብ ዓዲ ዘለኹም መናእሰይ ባዕልኹም ምስ ትብል ተሰደድኩም ኣፍቃሪትኩም ንእሽተን ገንዘብ ሓገዝ ብዝገበረትልኩም ተጠቂምኩም ካብ ልለዓለ ብንእሽተይ ነገር እኮ ሰሪሖም ክትልወጡ ትኽእሉ ኢኹም። በተን ልሓገዛኹም ዶርሆ ምርባሕ ድዩ ካሊእ ካሊእ ነገራት ብዙሕ ነገር ናይ እንስሳ ድዩ ሊስትሮ ዋላ ዘይከውን ሊስትሮ እኮ ሰብ እዩ ዝንዕቆ እምበር ሊስትሮ ብንእሽተይ ጀሚርካ ኣብ ዝለዓለ ደረጃ ይብፅሕ እዩ ሊስትሮ ማለት እዩ። ንስኹም ግን ስራሕ ትንዕቁ ኣለኹም። ንስኹም ሊስትሮ ከይትሰርሑ ትንዕቁ ኣለኹም። ዓዲ ዓረብ ዘላ ብዙ ግን ሽንቲ ቤት እያ ትሓፅብ። ዓዲ ዓረብ ሽንቲ ቤት ኢኻ ትሓጽብ ገዛ ኢኻ ትሓጽብ ኣብዚ ልመቸየና ከይመስለኩም ተረዲእኩም ድዩ ካብኻ ሓደ ሓደ ኣለኹም ክንዚ ገንዘበን እምበር ፍቕረን ፍቕሪ የብላን ከምዚ የብላን ገለ ትብሉ ክነግረኩም ዓዲ ዓረብ ለላቋን ገንዘብ ካመይ ጌራ ተምጾ ትፈልጦ እያ ፍቕሪ እያ ትደሊ ትሕብሕባ ዛምበይተይ ደኺምኩዶ በሊዕክዶ ኣዕሪፍክዶ ክንራኸብ ኣለና፣ ኣብ ቀረባ ግዜ ክንራኸብ ኣለና፣ ክትመፅኒ እየ ክዓድኺ፣ ከዕርፈኪ እየ፣ ሰሪሐ ከዕርፈኪ እየ ዝብላ እያ ትፈቱ። ምክንያቱ ምስ ስድራ ሙሉእ ዓዲ ዓረብ ጭጭቕጭ ከምሽያ ንስኹም ካብ ግዜ ምድቃሳ ከዓ ደውልኩም ድሕርዳ ትጭቕጭቕ ተብልዋ ኮንኩም ክነግረኩም እዚ ሽግር እዩ ክቕፅል ኣይኽእሉን እዩ ምክንያቱ ፍቕሪ ይናፊቕዋ ዘሎ እዛ ዓዲ ዓረብ ዘላ ኣነ ሚእቲ ፐርሰንት ዋላ ተዘይለኩም ማለት እዩ ሰማንያ ፐርሰንት ሰማንያ ፐርሰንት ተስዓ ፐርሰንት ሲ ፍቕሪ ደላይቲ እዩ ዓዲ ዓረብ ዘላ ገንዘብ ካመይ ከም ዝመፅእ ስለ ትፈልጦ ገንዘብ ሲ ከመይ ጌርካ ሰሪሕካ ይመፅእ ትፈልጦ እያ ደላይት ገንዘብ ክብላ ኣይክእልን እየ ኣነ ምክንያቱ ንሳ ብፍቕሪ እያ ትደልየኩም ብፍቕሪ ቅረብዋ ብፍላይ ዓዲ ዘለኹም መናእሰይ ፀጋታትኩም እንጀራኹም ባዕልኹም ኣይትዕፀዉ ተረዲእኩም ዶ ኣሕዋተይ ባዕልኹም ኣይትዕፀዉ እንጀራኹም ምክንያቱ እንድሕር ድኣ ፅቡቅ ጌርኩም ፍቅሪ ዓዲልኩምወን ፍቅሪ ክባኹም እየን ፍቅሪ ሃብወን ስለዚ እና ስለዚ ማለት እዩ ኣሕዋተይ እዚ ሓፍትና ከምዚ ዝበለ እንትን እያ ንባዕለይ ከምዚ ስለ ዝገጠመኒ ኣሕዋተይ ከዓ ኣብ ዓዲ ኮይነን ገንዘበን ዝደልዩ ገንዘብ ስደድና ዝብሉ ብተደጋጋሚ ስለ ዝህልዉ ትጅየ ተናገረለይ ጋጣም መሃር ክኾን ይኽእል እዩ ኣነ ብዝተጋገኽዎ ብዝለለኒ ትምህርቲ ገይረሉ ኣለኹ ትምህርቲ ወሲደሉ ኣለኹ ንዓየይ ኣነ ብወለዲ ወዲ ኢለ እኳ እንደዚ ዝገበረኒ ምንም ዓይነት ብወለዲ ወዲ ኢለን ኣይብሉን ብዙሕ ነገር ተስፋ ዝገብራ ይህልዋ እየን እሞ ኣጋጣሚ ግን ተናገርለይ ትምህርቲ ክኾን ስለ ልኽእል ስለ ልበለት ነዚ ሓፍተይ እየ ሒዘልኩም መፅየ ዘለኹ እዚ ሓፍተይ ሞራላ ብጣዕሚ እያ ደስ ትብል ሓቂ ዘረባ ሞራላ ዋላ እናበኸየት ገላ ሞራላ ደስ እያ ትብለካ ተምፅኦም ሓሳባት ገለ ማለት እዩና ኣብ ዓዲ ዘለኹም ኣሕዋተይ ግደፉ ግደፉ ገንዘብ ሓላፊ እዩ ናይ ሓቂ ማለት እዩ ኣፍቀርቲ ተኾንኩ ብልቢ ተፍቂርኩምዋን ብልቢ ኢኹም ትቐርብዋን ስለዚ ዓዲ ዓረብ ዘላ ጓል ተፍቂራ ማለት እዩ መበል የብላን መብለስ የብላን ብጣዕሚ እያ ፈቃር ምክንያቱ ከመይ ትሽግር ከመይ ትሓልፎ እቲ ገንዘብ ከመይ ትምፅእ ብደንቢ ስለ ትፈልጥ ፍቕሪ እያ ትደሊ ፍቕሪ ሃወን ምክንያቱ ሕለይለን ዓሚልኺ ደቂስክዶ መዓረ የዕርፊ ደኺምክዶ ተይልኩም እውን ተስፋ እዩ ዝኾነን ከምኡ እየን ዝደልያ ከምኡ ኢና ንደሊ ብሓቂ ማለት እዩ ከምኡ ኢና ንደሊ ኣነ ንባዕለይ ጭቕጭቕ ኣይፈቱን ሓቂ ዘረባ ማለት እዩ ምክንያቱ ኣብዚ ሙሉእ መዓልቲ ላተጨቓጨካ ምስ ዓረብ ላወዓልካ ተመሊሱ እቲ ናይ የይቱ ለፍቃሪ ትብሎ ኝኝ እንድሕር ዝብለካ ኮይኑሲ ዋእ ንዑባ ፍቅሪ ኢና ንደሊ ብሓቂ ማለት እዩ ቃላትካ ጥዑም ላዛ ኣለዎ ማለት እዩ ስለዚ እታ ቆልዓ ከ ታያ ኢላ ገሓባ ዶ ሸርሙጣ ዶ ሃፍታም ስለ ዝሓዝኪ ኢኺ ዶ ገለ ዴለ ዋርድ የብለኒ ብስልክታትና ቀያይራ ንዕርኽቱ ከዓ በቃ ሃፍታም ሰብኣይ ሒዛኡ ሃፍታም ስለ ዝሓዘት ኮይና ከምዚ ጌራ ክሒዳት እንላበለ ሽሙ የፀልም ይለብለኒ ኢላ ስለዚ ኣብ ዓዲ ዘለኹም ማለት እዩ ልተሰደደኩም ገንዘብ ፍቓዱ እዩ ባራትን ፍቓዱ እዩ ገለ እናኸድኩም ፈጭራዕ ላበልኩም በጥራዕራዕ ላበልኩም ኣብኡ እሳተን ከኣ ምስ ፈለጣኹም ልሐሸን ምስ መረጻ ልሐሸን ምስ ገበራ ሃፍታም ሒዛ ዶ ከምዚ ገይራ ዶ ከምዚ ትበሉ እስኻ ሃፍታም ኣተሓሳስባ እዩ ክህልየካ ኣለዎ ናይ ሃፍቲ ቅርሺ ኣይኮነን ሃፍታም ኣተሓሳስባ ክህልየካ እኒኦዎ እንዴ ብታይ ልሰደደትልካ ንእሽተይ ገንዘብ ተጠቒምካ ብሊስትሮ ዋላ ብንእሽተይ ነገር ጀሚርካ ክትሰርሕ እኒኤካ ስለዚ ገንዘብን ኣይተፍቅሩና ግደፉ ገንዘብ ጓል ኣይተፍቅሩ ተረዲእኩም ዲዩ ኣብዚ ለለና ንባዕልና ዘይኮናን ፋሚሊ ስድራና ንኹሉ ነገር ንኾን ኢና ተረዲእኩም ዲዩ ገንዘብ ከመይ ከም ዝመጽእ ትፈልጡ እያ ገንዘብ ኣይትሸገረካን እያ ዳዕረብ ዘላ ጓል ስለዚ ልበና ኣይትጉድእዎን ይብለኩም ኣሕዋተይ ኣነ ነጓላት ተቃውሞ እኒኒ እዩ ገንዘብ ኣይትስደዳ ምክንያቱ ወዲ ተባዕታይ ሲ ንሓዳር ልደልየኪ ልፈትወኪ ለኸብረኪ ለፍቅረኪ ተኾን ገንዘብ ስደለያ ይብለክን እዩ ንዕባ ኣፍቃሪተይ ኣብ ቀረባ ግዜ እባ ንዕምጽ ሓዳር ንግበር ንወልድ እባ ንዝምድ እባ ናፊቀክባ ፍቅርኽ ናፊቁኒ ገጽኪ ክርእየኪ ደልየ ኣለኹ ኢሉ ለኪ ፍቅረኛ ትክክለኛ ለፍቅረኪ እምበር ገንዘብ ስደድለይ ኣይብለኪ ስድራካ የዋርደልኪ ኣይጸርፈኪ እንድሕር ሓዳር ለይደለይኪ ቁምነገር ለይብሉ ግን የዋርደክላ ጸረፈ ማለት እዩ ስለዚ ኣሕዋተይ ኣጓላት ኣነ ልመክረክን ለጓላት ኣፍቃርየ ኢልኪ ኣሚን ክንኦ ኣፍቃሪ ገለ ኢልክን ገንዘብክን ኣይትስደዳ ኣነ እዚኣ እየ ክብል ልክእል ምክንያቱ ጠሊሙኒ ገለም ኢልኒ ገለ ገለ እዚ ከም ልመፅ ትፈልጣ ይኽን ምክንያቱ ብገንዘብኪ ልመፀኪ ወዲ ተባዕታይ ብገንዘብኪ ልፎትየኪ እንታይ ገበልኪ እንታይ ክምለልኪ ገንዘብኪ እንድሕር ልፎትየኪ ኮይኑ ፍቅሪ የብሉን በቃ ፍቅሪ የብሉ ኣለዎ እኮ ምሕጋዝ እኮ ኣለዎ እኮ ያነት ሓደ ሓደ ግዜ ክሽገሩ ይኽእሉ ያ ግድን ብፍላይ ኣብዚ ሕዚ ሰዓት ዘሎ ኣብ ዓዲ ገለ ኩሉ ዝጽጉም እዩ ዘሎ ኩሉ ማለት እዩና ክትሕግዞ ትኽእል ኢኻ ከም ሰብ ማለት እዩ ስደድለ ኢሉ ልብለካ ግን ባዕልኻ ሕልናኻ ፈቒዱልካ ገለ ኣፍቃሪ በቃ ጸጊሙ ይኸውን ገሌልካ ክትሰደሉ ተዘይኮይንካ ኣስ ስደድለይ ዳበለ እንድሕር ድኣ ዘጨናንቐኪ ኮይኑ ትሰድሉ ኮይንኪ ዝኾነ ነገር ኣሎ ማለት እዩ። ምክንያቱ ዝኾነ ነገር ይገብረሉ ኣሎ እቲ ዝኾነ ነገር ልለመዶ ሱሱ መግዝእ ስለ ልሳነ ንዓኺ ዘጨናንቐኪ ዘሎ ልክዕ ከምቲ ዝበለቶ ማለት እዩ። ለኣኽለይ ይብለኒ ነይሩ ይልእኸሉ ነይረ ግን ከዓ ሱሶኛ ላጨፈረ ፍቐዱ ዳጫትን ገለን እዩ ዝውዕል በቃ ኩሉ ነገር ኢንፎርሜሽን ተሓቁ ፈሊጠዮ። ኢላ ማለት እዩ ተሓፍትና እና ሕዋተይ ትምህርቲ ኮንን እዩ ስለ ዝበለት እያ ብፍላይ ኣብ ዓዲ ዓረብ ለለኸን ኣሕዋተይ ኣፍቀርትኽን ፍቓድ እዩ ዘለዉ ማለት እዩ ብፍላይ ኣብ ዓዲ ዘለዉ ኩሎም ኣይብልኒ ኣለዉ ጥዑያት ቁኑዓት ደስ በሃልቲ ልርድኦም ናትና ድኻም ልርድኦም ኣለዉ እዮም ተረዲእክንዲ ግን ልብኽን ለብማ ለብማ ብፍላይ ዓዲ ዓረብ ዘለኽን ባዕልኽን ሸበጥን ብጃማኻን ከይቀየርኪ ከይቀየርና ማለት እዩ እንድሕር ዳኣ ገንዘብና ላፍቲ ላፍቲ ላፍቲ ነብሎ ኮይና ሽግር እዩ ምክንያቱ ኣብዚ ዓዲ እዚ እንታይ ዓይነት ናብራ ንነብር ኣለና ፅባሕ ንግሆ መኣዝና ንኸድ ዓድና ይንፍለጥን ጥራሕ ኢልና ዘለው ላና ተኸድና ማንም ኣብ ዓዲ ከቆላሕ ዝብለና ሰብ ዘየለ ገንዘብኪ ፍቓድዩ ኣይትዘርዝሪ ገንዘብክን ግደፋ ብገንዘብ ዝመጸክን ወዲ እንታይ ክገብረልክን ብገንዘብ ዘፍቅረክን ወዲሲ ብገንዘብስ ብገንዘብ ደኣሞ ዓዲ ከድክን ዘና ኢልክን ማንም ተምጻ ትኽእላ እንደኾኑ ገንዘብ ደኣሞ ማንም ክመጽኪ ይኽእል ብገንዘብ ዋ ብገንዘብ ዝፎትየኪ ደኣሞ እንታይ ክገብረልኪ እንታይ ክምለኣልኪ ብገንዘብ ስለዚ ልወዲ ማለት እዩ ብገንዘብ ኢልክን ኣይትቕረ ገንዘብ ኢሎም ገንዘብ ልብልኹ ንወዳት ግደፍ ኣነ ወዳት ጸለየ ይኮነ ንወዳት ኣሕዋተይ ከይትቐየሙ ነው እዚ ማለት እዩ ኣወዳት ኣሕዋተይ ጸለየኩም ዘይኮነስ እቲ ሓቂ ማለት እዩ እቲ ዋና ጠለመ ግዛዕ ምዛዕ ልመጽእ ዘሎ ለጓላት ስለ ዝኾነ እየ እምበር ኣናኹም ጸለየኩም ይኾንኩ ንወዳት ማለት እዩ ኣወዳት ኣፍቀርቲ ስለለይኮኑ ኣሕዋት ለለኹም ግዝእለይ ቴለ ገዚእክለይ መኪና ቴለ ገዚእክለይ ዋ እስኪ ጋሪ እስኪ ጋሪ ገዛ እሞ ጋሪ ሰሪሕ ካብ ኣነ ጋሪ ጋሪ ይሰርሕ ገለ ይሰርሕ ዋ እሞ ጋሪ ኮንካ እንደ ይሰራሕካ ደኣ ሓፍትካ ሽንቲ ቤት እንደ ዝሓጽብ ኣለኹ ጋሪኻ ትጎትት ባጃጅ ተገዚእካሎም እንታይ ይብልካ ኣነ እዛ ባጃጅ እዚኣ ሰለስተ እግራ ረሲዐያ ኣቢለያ ጸልየያ እየ በቃ ሲኖ ክትገዝእለይ ኔክ ሲኖ ከምዚ ኮን ኣንሕና እኮ ካብ ሲኖ ልዓቢ ጸገም ኮይና ሒዝና ዘለና እስኻ ኣርባዕተ እግራ ሲኖ ክትጎትት ታርባዕተ ሲኖ ዝኣክል ክብደት እዮ ዝዋና ሽግር ኣውዚ ስራሕ ደኺሙና ዘሎ ንሕና እና ብቻ ኣፍቀርቲ ለለለይ ኾኑ ኣፍቀርቲ ጥራሕ ኣይኾንዩ ዋላ ኣሕዋት ኮይኖምለ ክርዱእልካ ዝይክእሉ ኣለው እዮም ማለት እዩ ከምቲ ልበልክኹም ብንሽተይ ነገር ስራሕ ጀምሩ ኢልካዮም ቁውጥ ለብል ዋላ ኣይትገዝእለይ እንታይ ኾንኪ ሲኖ ዘይትገዝእለይ መኪና ዘይትገዝእለይ ባጃጅ ዘይትገዝእለይ ገለ ዋላ ጋርሊ ጋር ተገዚኣትልካ ከማን ጎበዝ እያ ምክንያቱ ሓቦኛ ስለዝኾነት እያ ከምኡ ከማን ትገብረልካ ባጃጅ ገዚእኩምስ ባጃጅ ከዓ ባጃጅ ኒሳትና ሲኖ ግበርና ትብሉ ኣሕዋት ከዓ ኣለኹም ኢኹም ሲኖ ኩዕሸኒ ገለ ትብሉ ስለዚ ብቻ መፍቀርቲ ዘይኮነስ ዋላ ኣብቶም ኣሕዋትና ልቢ ክትገብሩ ኣለኩም ኣብ ዓዲ ዘለኹም ኣብ ማንም ዓዲ ዓረብ ዘላ ሓፍትኹም ካብ ሲኖ ዝዓቢ ሽግር ካብ ሲኖ ዝዓቢ ጭንቀት ካብ ሲኖ ዝዓቢ ድኻም ተፃዊራ እያ ትኸደላ ጫማን ብጃማን ከይቀየረት ሸበጥ ብሓንቲ ሸበጥ ብሓንቲ ብጃማ ኮርፋሕ ላለት ትሰርሕ ኣደ ዓረብ ጡፍ ላወለላ ደቂ ዓረብ ላብ ገጻ ኮም እያ ትሰርሕ ድቃስ ዘይብላ ገልተም ትብል ማለት እዩ ስለዚ ሕሎ የላ ብዙሕ ጭንቀት ኣለዋ ስለዚ ንስኻቶም ብንእሽተይ ነገር ስርሑ ተባሂልኩም ቁጉጥ ተብልዋ ኣለኹም ብንእሽተይ ነገር ክትቀየሩ ትኽእሉ ኢኹም ካብ ጓለይ ትጸበዩ ዋላ ካብ ሓፍትኩም ዋላ ካብ ኣፍቀርትኩም ሊስትሮ ሊስትሮሲ ብጣዕሚ ዘዋጽ እኮ እቾሎኒ ምሻጥ ቆሎ ምሻጥ ልዋዕሉ ብጣዕሚ እኮ ለዋጢ ድሕሪ ርእሲ ሃሊካ ሀዚ ቁትሊ ዑቅቦ ትህሉ ኢስካትም ኣብ ዓዲ ዘለኩም ብንእሽቶን ኢካ ተጀምር ስራሕ ስራሕ ብንእሽቶን ኢካ ትጀምር ስራሕ ብቻ ኣይተናዕቅ እምበር ብንእሽተይ ነገር ስራሕ ኣበይ ኢካ ትብጽሕ ኣይቲ ኢካ ትብጽሕ ብቻ ሃካይ ተኮንካ ስራሕ ለይትፈቱ ተኮንካ ግን ይውድን ኢካ ካብ ጓል ክትጽበ ዋላ ከምዚ ንሓፍትኻ እዚኣ ግበርለይ ነፍቃሪትካ እዚኣ ግበርለይ ኣልካ ኣኣ ዕዱል ሃብሃብ ኢኻ ትሰብር ማለት እዩ ብፍላይ ኣፍቀርቲ ልደቂ ኣንስትዮ እንድሕር ዳኣ ዳደወልኩም ገንዘብ ስደድና ከምዚ ዳልኩም ትብሉ ኮንኩም ባዕልኹም ኢኹም እንጀራኹም ትዓጽ ዘለኹም ኣብዚ ዘላ ርግጠኛ ኣብ ዓዲ ዓረብ ዘላ መጽያሲ ቁም ነገር ኢኻ ትገብረኩም ኢለኩም ኣለኹ እንድሕር ብሰላም ሒዝኩማ ብፍቕሪ እንድሕር ሒዝኩማ ማለት እዩ ሓደ ሓደ ከኣ ኣለኹም ኢኹም እንደይ ጥዑያት ኣለኹም እንደይ ጥዑያት ትሓስቡ ለባማት ድኻምና ዝርደኩም ኣጆኹም ዘን ኣሕዋትይ ትብሉ ብዙሓት ኣለኹም ኢኹም ግን ኣቱም ሕማቅ ትገብሩ ብኣፍቀርትኹም ግዜኤን ሰዊእኹም ገንዘበን ሰዊእኹም እሞ ከኣ ናይ ባዕልኹም ናብራ ግበሩ ናይ ባዕለይ ናብራ ክገብርየ ክብላኹም ተለዋ ከኣ ተመሊስኩም ሃፍታም ኢኺ ሒዝክዶ ጠሊምክኑ ዶ ገለ ናልኩም ፍንጭራዕ ትብሉ ኣለኹም ከምታ ልክዕ ከምቲ ሓፍትና ትብሉ ኣላ ማለት እዩ ተሓዝስከ ሃፍታም ዋላ ተሓዝ ዋላ ገንዘብ ትሓዝ እንታይ ኢኻ እስኻ ስለ ለይጠዓምካያ እስኻ ስለ ለሓደግካያ ሰብኡ ጨባጥ ኮይና ክትነብር ደሊኻያ ዋላ ተኾነት ዋላ ሃፍታም ተተመራዒት ዋላ ተኸደት ከደ እንታይ ባዕልኻ እንድኻ ገንዘባ ደሊኻ ቀሪብካያ ፍቕሪ ዘይብልካ ተናድዳ ትጸርፋ ዘለኻ ዋላ ሃፍታም ተሒዛኸስ ከይጠዓምኪ ዝሓፍተይ ዘይትብላ እንታይ ኣለካ ድሕሪ ምፍልላይካ ከዓ ላደወልካ ብዕርኽትኻ ላግበርካ ገለመለ ተጓርዳ ተይ ገራትካ ሓፍትኻ እንድያ ኣዴኻ እንድያ እዛ ቆልዓ እዚኣ ጓል ኣንስተይቲ እንዳ ስለዚ ንምንታይ ከምዚ ትገብሩ እና ደቂ ኣሕዋተይ ማዓረይ ኣጓላት ዘለኽን ግደፋ ግደፋ ተጠንቀቃ ምክንያቱ ብዙሕ ነገር እዩ ዘሎ ምክንያቱ ዘዋጋዕካ ብዙሓት ኣሕዋትና ኣለዋ ብዙሕ ሽግራት ኣሎ ስለዚ ኣጓላት ኣሕዋተይ ለብማ ተጠንቀቃ ብፍላይ ዓዲ ዓረብ ገልተም ኢልክን ገንዘብ ተምጽኦ ዘለኽን ካመይ ጌርካ እዚ ገንዘብ ካም ዝመጽእ ስለ ዝፈልጦ ባዕለይ እያ እና ብዝተኻእለክን ንስኽን ጎበዛት ኮይንክን ጠንኪርክን ገንዘብክን ሰብስባ ምክንያቱ ብገንዘብ ዝመፀክን ወዲ ሰባዕታይ ሙሉእ የብሉን ገንዘብ ክትውድእ ተለካ ከም ዝፀለእኪ ክትፈልጢ እኒኤኪ ኩሉ ግዜ እንድሕር ዳኣ ገንዘብ ትሰድሉ ኮይንኪ ኣብታ ገንዘብ ክትሰድሉ ዘይትኽእል ዝቋረፅክዮ ከም ዝፀለእኪ ክትፈልጢ እኒኤኪ እንድሕር ብገንዘብ ልብለኪ ኮይኑ ማለት እዩ ምክንያቱ ገንዘብ እንድሕር ኩሉ ግዜ ዘይትሰድሉ ፀለእኪ እዩ ፅባሕ ንግሆ ማለት እዩ ሓፍተይ ናተይ ስለዚ ኣፍቃሪኺ ኮይኑ ገንዘብ ዝብለኪ ሞያ የብሉ ቁም ነገር የብሉ ትኽክለኛ ልሓስብ ትኽክለኛ ኣፍቃሪኺ ተኾይኑ ደቂስኪ ዶ በሊዕኺ ዶ ናፊቐኪ ዓዲ እተዊ ክንመርዖ ኣለና ክንዝምድ ኣለና ኢሉ ስለ ናይኪ ኢሉ ይጭነቕ ስለ ናይኪ ኢሉ ይጭነቕ ንሕዕርፊ ባዕለይ ክሰርሕ እየ ባዕለይ ሰሪሐ ክመነባብሮና ክንገብር እየ ኢሉ ተስፋ ልበኪ ንከምዚኦም ዝበሉ ከዓ ፅቡቕ ክትገብረሎም ትሓስብ ማለት እዩ ንፅቡቕ ልምኖ ኢልካ ሓደ ሓደ ኣወዳት ግን ናይ ባዕሎም ዕላማ ሰይሮም ዕላማኻ ክሰብሩ ዝደልዩ እሞ ኸኣ ክብረት ዘይህቡኻ ብፍላይ ሓደ ሓደ ኣሎ ኣብ ዝኾነ ፕራንክ ዝረእኹ እዚ ብቐደም ኣያትና ዝነበረስ እዛ ዝጸፍዓ እና ጓዛ ጓዛ ከምዚ ጓልዛ ከምዚ ገለ ዝብሉ እኒኦ ማለት እዩ ዋላ ብሓደ ኮይኖም ገለ እኮ ይኳ ኣታ ጓዛ ይትብሉ ሓማትካ ናፀረፍካሲ ጓልካ ጓላ ምሳኻ ሓዲራስ ንሓባታ ጓዛ ኢልካ ክትጸውሓ ምክልቲ ሓባታ ቆልዓ ኢልካ ድካ ክትጥምታ ሕደጉ በዲሻት ኣይትጻረፉ ብፍላይ ፍቁራት ተባሂልኩም ሓደ ሓደ ሲ መቅነት ይብለኩም ኣለኩ ኣፍቃሪካ እንድሕር ደኣ ከዚ ተባኢሶም ኩሉ ሓመድ ትገብሮ ለኣሓመድ ትገብራ እንበር እንታይ እዩ ለቦካ ለዴካ ለሓዋትካ ገለ ለኣራካ ሰለብል ዋእ ብፍላይ ብዙሓት ኣነስ ኣብዚ ፕራንክ ገለመለ ይርኢ ኣለኩስ ኣብዚ ናይ ሓበሻስ ጓልዛ ካብዚ ጓልዛ ጓልዛ ገለመለ ይብሉ ዋእ ሼም እዩ በእውነት ኣዴታተን ኣይትፅረፉለን ኣኽብርወን ምኽንያቱ እንድሕር ንስድራኣ ዘይተኽብር ኮይንካስ ኣብ ልዕሊኣ እንታይ ዓይነት ክብሪ ክህልየካ እዩሞ ምኽንያቱ ለለ ብስልክስ ኣብዚ ተፋሊጥኩሞ እንድሕር ደኣስ እንድሕር ደኣ ፍቕሪ ቤተሰባ ፍቕሪ ናያ እንድሕር ክትገልፀላ ዘይትኽእልሲ እንድሕር ተዋርዳ ኮንካ ብስድራኣን ገለን እንድሕር ተዋርዳ ኮንካስ ብኣካል መፅኤስ እንታይ ዓይነት ክብለኒ እንታይ ዓይነት እንታይ ዓይነት ክካባኸበኒ ኢላ ክትሓስብ እያ ዋእ ሰይጣን ኮይንካ ኢካ ትስማዕ በእውነት ኣነ ዘጨንቀኒ ኣይፈቱን እየ ኣነ ዘጨንቀኒ ደዊሉ ዘረባ ዝልፍልፍ ኣይፈቱን ምክንያቱ ኣብዚ ክንደይ እንዴና ተጓሳት ብጥናያ ምዕልና ምስ ምዕራብ እንደ ጭቅጭቅ ኣለና ዋ እንድሕር መፂኹም ዳደወልኩም ድሕር ንን ትብልና ኮንኩም ዋ ብእውነት ትብለኩም ኣለኹ የለይ ካሙ ኣብ ዓዲ ዓረብ ዘላ ጓል ኣይትጨናነቕዋ ጭቕጭቕ ኣይትፈቱን ኣብ ዓዲ ዓረብ ዘላ ምክንያቱ ፍቕሪ እያ ትናፍቕ ሰብ እያ ትናፍቕ ፍቅሪ ሃብዋ ገንዘብ ኣይትድለዩ ሰሪሕኹም ብልዑ ብፍላይ መናእሰይ ዓዲ ዘለኹም ብልሰን እናልኩም ፍንጥጥ ዕላልኩም ዓዕ እናልኩም እንዳ መስተ ካብ ትሓድሩ ሰሪሕኹም ተቀየሩ ብዝልሰን እናልኩም ተጠቂምኩም ስርሑ ስለዚ ከምቲ ልብለክን ኣለኹ የሕዋተይ ኣነ ለቢመ ኣይኮንኩን ዝመኽረክን ዘለኹ ኣይትሓግዛ ልለ ኣይኮነን እቲ ገንዘብ ብመጠኑ ክኾን ኣለዎ ልመን ትሕግዛ ትፈልጥ ኣለክን መተኣማመኒ ክህልየክን ኣለዎ ፍቅሪ ብገንዘብ ክእመን የብሉን ምክንያቱ እንድሕር ድኣ ፍቅሪ ብገንዘብ ኮይኑ ጽባሕ ንግሆ ገንዘብ ክትስእኒ ተለኪ ከም ዝሰደኪ ክትፈልጢ እኒኤኪ ንባዕልክን ኣዋረደ ንስድራክን ኣዋረደ ንውዕል ኣፍቃሪ ከኣ ቀጻሊ ከም ዘይብሉ ምክንያቱ እንድሕር ድኣ ኣብ ግዜ ስደትኪ ዓዲ ዓረብ ላተሸገርኪ ላተጨነቅኪ ናሃለኪ ኣይዞኪ ፍቅረይ ከምዚ ኢሉ እንድሕር ድኣ ተስፋ ዘይሃበኪ ኣብ ዓዲ ምስ ከድኪ ድኣ መኣዝ እዩ ተስፋ ክህበኪ ኣብ ዓዱ ምስኡ ኮንኪ እንድሕር ደኣ እንድሕር ደኣ ኣብ ስደት ኮንኪ ዘይኽበረኪ ቤተይ ናፊቕኪ ዶ ኣጆኺ ኢሉ እንድሕር ደኣ ተስፋ ዘይኮነኪ ሰብ ቅድሚኡ መጺኺ ደኣ እንታይ እንታይ ዓይነት ክብሪ ይኽበኪ ብፍላይ ብስድራኻ ብወላዲኻ ምናምን ምናምን ዝሕስረካ ወዲ ዋይ ከመይ ከም እንደነቕ ኣነ ብእውነት ስድራ ምሕሳር ማለት እዩ ነፍቃሪኻ ዝሕዝስ ከመይ ጌርካ ከም ንፍቃሪኻ ወድዛ ጎልዛ ካልመለ ክትብሎ እሞ ካብኡ ብፅባሒቱ ውስጥ ከመይ ጌርካ ክትሪኦም እቶም ናቱ ፋሚሊ ከምኡ ይኾን የብሉን ምኽንያቱ ሓንቲ ኣፍቃሪት እንድሕር ድኣ እሳ ጥፊኣ ኮይና ንዓ ሓመድ ትገብራ እንድሕር ድኣ እሱ ጥፊኡ ኮይኑ ከኣ ንሱ ሓመድ ትገብርዮ ታይ ልገብሩ ስድራ እዮም ባዕልኹም ተላሊኹም ባዕልኹም ባዕልኻ ኢኻ እንተላሊኹም ዝና ሎሚ ባዕልኻ ተላሊኻ ገለ ኢኻ ንወለድኻ ተፋልጥ እምበር ወሪድዎም ወለድስ ንዕዚ ኢሎም ጎቲቶም ንዓዚ ኢሎም ጎቲቶም ኣየገድዱኻን ባዕልኹም ተፋሊጥኩም ደስ ኢሉኩም ኢኻ ናብ ወለዲ ተላሊ ማለት እዩ ታይ ዝገበረ ወላዲ እዩ ዝፅረፍ ዝብል ተቆልዓ ክትነግረኩም ተላ ብጣዕሚ ኢዩ ልሕዘን በእውነት በቃ ብጣዕሚ ኢዩ ለዋርደኒ ለጸርፈኒ ብሎክ ይገብሮ ስልክ ላቃይሮ ይድውል በቶም ኣዕሩክቱ ከምዚኣ ትገብር ከምዚኣ ትገብር እዚኣ ሸሩክጣ ኢያ ኣብኡ ትሽርሙጥ ኢያላ ኣይትሰርሕ ኢላ እንዳበለ ሽመይ ዘጸልመኒ ኣነ ግን ማለት ኢዩ ብዙሕ ዓመታት ክሰርሕ ዋላ ሓንቲ መዓልቲ ለከይደ ብ ዕረፍቲ ዕሪፈ ከም ነውሪ እኳ እጃዛ ወጺ ኣይፈልጥን ኢላ ተረዲእኩም ናይ ስራሕ ቆልዓ ኢያ እታ ቆልዓ ማለት ኢዩ። ገንዘባ ስለ ኣብ ምንታይ ምንታይ ከም ዘውዕሎ ኩሉ ነገር ቁም ነገር ከም ዘይብሉ ስለ ዝፈለጠቶ ግን ላበይ ኣትዩ ላብ ጸርፍን ላብ ውርዴት ላብ ምውራድን ኣትዩ ማለት እዩ ሓደ ወዲ ተባዕታይ ክነግረክን ንስኻትን እንድሕር ደኣ በሊጽክንኦ እቲ ቁም ነገር ዘይብሉ ተኾይኑ ጸርፊ እዩ ዘብዝሕ ውርዴት እዩ ዘብዝሕ ይጸርበልክን የወርደክ ምክንያቱ ቁም ነገር ኣይብሉን ቁም ነገር ኣይክገብረልክን ኣይኽእል እዩ ቁም ነገር እስኻትን በሊጽክን ስለ ዝተረኣክንኦ እቲ ዕላማኽን ስለ ዘይሰወሮ ምክንያቱ ንስካትን ዕላማክን ንሱ ስለሓሰቦ ስለዘየሳከዖ ታይ ይገብር ላብ ውርዴት ላብ ፀርፊ ላብ ቤተሰብክን እም ጋሕባ ብፅብፅ ንሸርሙጣ ኢኪ ናይ ብዙሓት ኢኪ ብዙሕ ኮይኑ ብዙሕ ነገር ብዙሕ ነገራት እኮ ይሰማዕ ኣሎ እስኪ ካብተን ጓላት ገለ ክነግር ተለኩ እዙይ ግን ንባዕሎም ነብሶም ዘየክብሩ ንዓክን ስለዘየክብርክን ሕማም ነብሶም ስለዘለዎም ከም ሌናይክን ኢክን ክትሪኦም ዘለክን ላሓሰርክን ላተፀረፍክን እንትን ኣይትበላ። ተረዲእክን ድዩ ንዓኽን ዘኽብረክን ኡፍ ኡፍ ዝብለክን ደኺምኪ ዝብለክን እዩ ዘድልየክን ንዓኽን እና ከምዚ ኢላ በልኩ ኣብዚሐልኩም ይሄ ቪድዮ እና ክብራት ተኸታተልተይ እዚ ይመስል ነይሩ። በእውነት ጠፊኤ ከዓ ቀኒየ ማለት እዩ። ጠፊኤ ቀኒየ ስራሕ ብጣዕሚ እዩ ዝበዝሐኒ ዘሎና ጠፊኤ ቀኒየ ሕዚ ሃዘን ፀጉረይ ሕፅብ ኢለልኩም ሲ ክሳብ ዘድርቐን እስኪ ናይዚ ሓፍትና ንሓደ ሓደ ኣሕዋትና ከዓ ትምህርቲ ክኾነን ስለ ዝኽእል ዘየዋግዕ ምስ ፋሚልየ ኢላ እየ መፅየ እምበር ስራሕ እየ ዘለኹ ላህዚ ግን ንእሽተን ፀጉረይ ክድረቕ ኢለ እየ ተሓፂበስ መፅየ ዘለኹ እምበር ስራሕ እየ ዘለኹ እና ጠፍየ ኢለ ስለ ዝቐነኹም ማለት እዩ እና ኣባራታትዑኒ ከዓ ላይክ ሸር ሳብስክራይብ ላገበርኩም ማለት እዩ ከምቲ ልሙድኩም ትኩሉ ግዜ ዝብለኩም ፍሪደም ቻናል ንኩሉ ብማዕረ ዘስተናግድ እዩ ተጋሩ ኢትዮጵያውያን ኤርትራውያን ንኩሉ ኮታስ ብማዕረ ዘስተናግድ ዓድን ፖለቲካን ዘይፍለዮ ከምዚ ግጥምታት ለለኩም ሓሳባት ልበወለድ ዛንታ ከምዚ ዓይነት ልገጠመኩም ናይ ፍቀርትኹም ገለ ብውሽጢ ክትነገሩኒ ትኽእሉ ኢኹም። ብፍላይ ብፅሑፍ ገለ ተቢልኩሞ ፅቡቅ ገይረ ንቢበ ክቕርበልኩም ይኽእል እየ ማለት እዩና ፍሪደም ቻናል ንኹሉ ብማዕረ እዩ ዘስተናግድ ማለት እዩ። ኣሕዋተይ ልትገብሩለይ ምብርትታዕ ብጣዕሚ እየ ለመስግን፣ ብጣዕሚ እየ ለልፎትየኩም ንኹላትኩም ማለት እዩ። ኣሕዋተይ ለለ ብማላወልኩ ኣን ልቢ መለይ ኮነ ካብ ዝፈልጦ ንእሽተን ትምህርቲ ካብቲ ልዛረቦ ንእሽተን ካባኣተን ካባይ ንእሽተን ልወስዳለ ስለ ልህልያ ካባኻ ትንክፍቱ ትህባኒ ርእቶታትካ ኣነ ይመሃረሉ ማለት እዩ እምበር ወሪድ ንለቢ መይኮንኩ ወሪድ ነፍቲ ምፍቃር ነፍቲ ገልን ስለዚ በፃሕ ከሎ እዚ ክብል ኣይክእልን ኣነ ወሪድኒ እና ትፍቕሪ መቐረቱ ትፈልጦ እንድኻ ንስኻተን ግን ብገንዘብ ክኾን የብሉን እቲ መቐረት ፍቕሪ ብገንዘብ ግን ክኾን የብሉን በሃሊት እየ እምበር ፍቕሪ ምፍቃር ፅቡቕ እዩ ኣሕዋትና ለ ምድጋፍ ፅቡቕ እዩ ግን ብመጠኑ ክኾን ኣለዎ ንዓኽን ለዘይጎድእ ንዓኣቶም ለዘየቀያይም ክኾን ኣለዎ ብምባል እዩ እምበር ካሊእ ከይትስምዕኩም ማለት እዩ ኣሕዋተይ እና ኣወዳት ለ ከምዚ ፍልይ ዝበለ ፅልኢ ለለነ ከይመስለኩም ግን ኣወዳት ኣሕዋት እኒኦኒ ጓላት ኣሕዋት እኒኦኣን ስለዚ ከምኡ ለይኮነ እቱ ዓዲ ዓረብ ዘሎናዮ ኩነታት ስለ ዝፈልጦ ገንዘብ ከኣ ብኸመይ ይመጽእ ስለ ዝፈልጦ እዩ ማለት እዩ እና ሉ እየ ኣጥብቅ ኣቢለ ብፍላይ ደቂ ኣንስትዮ ክጉዳኣ ተለዋ ብጣዕሚ እዩ ልሕመን ምክንያቱ ባዕለይ ዘለኹዎ ስለ ዝፈልጦ ስደት ማለት እዩ እና ከቢድ ስለ ዝኾነ እዩ ኣጥብቅ ኣቢለ ዝናገረኩም ዘለኹ እምበር ክንደይ ጓላትለ ንዓኹም ሕማቅ ዝገብራኹም ኣለዋ እየን የለዋይ ማለት ይኾነይ ወዳት ኣሕዋትና ከዓ ከምኡ ብዙሕ ትጉድኡ ኣሕዋትና ስለለለኹም ማለት እዩ እና ብሓፈሻ ግን ጓላትና ንኾነ ወዳትና ፅቡቅ ተንተሓሳስብ ፅቡቅ ፍቅሪ ተንወሃሃው ተንተሓላሎ ሓቅነት ዘለዎ ጉዕዞ ተልህሉ ምክንያቱ ኩሉ ግዜ ተንኮለኛ እንድሕር ትኾንካ መውደቂኻ ሕማቅ እዩ ማለት እዩ ግልጺ ነጻ ኮንካ ክትቀርብ ኣለካ ምስ ጓል ዋላ ምስ ወዲ ስለዚ ኣብዚሐልኩምና እዚኣ ክለ ናይ ፍሪደም ቻናል ተኸታተልቲ ላይክ ሸር ሳብስክራይብ ላገበርኩም ኣባረታትዑኒ ብኻሊእ ቪድዮ ክሳብ ንራኸብ ብጣዕሚ የልፈትኩም ላልኩ ቻው